ክቡራት ተኸታተልቲ ኩሉኹም ትሰምዑኒ ዘለኹም ሰላም ክትሉ በዓል ምሉእ ተስፋ እየ መፅየ ዘለኹ ኣብዚ ቅነ እዚ ዝኾነ ብዛዕባ ፍፁም ዝዝረብ ዘረባታት ኣሎ ነዚ ጭቡጥ ዝኾነ መረጋገፂ እኮ እንተዘይብለይ ፍፁም እዩ ዝብል ግን ብሽመይ ተላዒሉ ብዙሕ ይዝረብ ስለ ዘሎ ከኣ ብጸቕጢ ናይ ፈተውቲ ደገፍቲ ገለ ክብል ኣብ ህዝቢ ቀሪበ ተደልዩ ብኡ ምኽንያት ከኣ ሕጂ ኣብዚ መጺኤ ክዛረበሉ ተገዲደ ማለት እዩ። እንተዘይኮይኑ ኣብ ዝሓለፈ ክልተ መዓልቲ ገለ እታ ናይ ሓደ ሓውና ፔጅ ዝዘርግሓ ፍጹም ደውል ደጋጊመ ድውለልካ ኣለኹ ንምንታይ ኣይትቕበልን ዝበላ እሳ ብገለ የሕዋት መጽያትኒ ርእየያ ኣሃ ኢለ ፈትሸ ተሌፎነይ ዝኾነ ሓድሽ ተሌፎን ተደዊሉኒ ድዩ ኢለ እቲ ተሌፎን ረኺበዮ ከም ዝደወለለይ ከም ዝጸሓፈለይ ተመሊሰ ሽዑ ናብቲ ፔጅ ምስ ኣተኹ ፖለቲከኛ ምዃኑ እዩ ዝገልፅ እቲ ናቱ ፔጅ ፈቲሸ ጭቡጥ ዝኾነ ነገር ኣይረኸብኩን ስለዚ ኣብቲ ሓሸውየ ክኣቱ ስለ ዘይመረፅኩ ነዚ ነገር እዚ ይከታተሎ እውን ኣይነበርኩን ዳሕራይ ግን እቲ ነገር ከም ዝማዕበለ እውን ሪኤዮ ስለዚ ነቶም ደለይቲ ሰላምን ደለይቲ ሓቅን ደለይቲ ፍቅርን ደገፍተይ ቤተሰበይ ኩላኹም ንዓኹም ክብርን ነታ ግዳይ ኮይና ትበሃል ዘላ ሓፍትና መፍትሒ እንተተረኸበ ኢለ ኣብዚ መጽየ ክዛረበሉ ማለት እዩ ፈለማ ኣነ ብጣዕሚ ይሓዝን እቶም ኣብቲ ፔጅ ትካታተሉ ነቲ ሓውና ወላ ሓደ ጭብጢ ዝባሃል የለን ፍጹም በራኺ ዝብል ግን ካበይ መጽዩ እቲ ፍጹም በራኺ ኣብኡ ዘሎ ጠቐነ ክገርመኒ ክኢሉ ምኽንያቱ ጭብጢ ሓደ ኣብ ማስ ሜድያ ቀሪቡ ህዝቢ ዘገልግል ዘሎ ጽባሕ ንጎ ክዓቢ ክእል ካልእ ነገራት ውን ክመጽእ ክእል ዋላ ውን ከም ልምዲ ጭብጢ መን ዩ ኢልካ ካበይ ኣምጺኻዮ ኣምጻልና ሓቂ ደይብል ሰብ እንተ ደኣ ኮይኑ እዚ ሰብ እዚ ብፍታዉ ናብ ናብ ጸገም ኣቱ ኣሎ ማለት ዩ ምኽንያቱ ንሕና ኩላህና ኣብዚ ደረጃ እዚ ኣብ ስደት ኣብ ኩናት ኣብ ገርጠምጠም ዘእትወና ንመራሕትና ስለ ጸቕጢ ወይ ሓላፍነት ዘይነሰክም ኢና ኣይንሓትትን ኢና። ስለዚ ስቕ ኢልና መምስ ዝነፈሰ ንፋስ ንኸይድ ብኡ ከኣ ኣብ ጸገም ንርከብ ማለት እዩ። ሕጂ ከኣ ብዛዕባ ፍጹም ኣይኮንኩን ክጣበቕ በጺሐ። ኣነ ስኽፍ ኣይብለንን እዩ እቲ ዝተገብረ ነገር ሓቂ ክወጽእ እውን እደልዮ። ግን ከም ሕብረተሰብ ንሕና ሓተቲ ክንከውን ኣለና። ዘዝነፈሰ ንፋስ ስቕ ኢልና ክንቅበሎ እንተድኣ ክኢልና፣ እዚ ዓቢ ዕንወት ከስዕብ ይኽእል እዩ ኢለ'የ ዝኣምን። ስለዚ ኣብቲ ኩሉ ዝተኸታተልኩዎ፣ ፍጹም በራኺ ዝብል የለን፣ ግን ገለ ናቱ መቕርብ ወይ ከኣ መሳርሕቱ እውን ብውሽጢ መስመር ይሰድድ ከም ዘሎ ገለ ተዛሪቦምኒ። ኦኬ ጽቡቕ። እዚ ሰብ እዚ ኣብቲ ፔጅ ከም ዝተኻታተልክዎ ፖለቲሻን እዩ ዝብል ስለዚ ናይ ፖለቲካ መስርሕ ወይ ከኣ ናይ ፖለቲካ ስርሑ ክሰርሕ ይኽእል እዩ በኸምዚ ምኽንያት እዚ ጸገም ኣይኮነን ምስኡ ግን ምስቶም ትካታተልዎ ዘለኹም ቁሩብ ኣብ ርእስና ሕቶ ከነቐምጥ ይግበኣና ምኽንያቱ እንታይ ኢና ረኺብና ዘለና ብዛዕባ ፍጹም ኣብቲ መሴጅ ቻት ዝገበርዎ ፍጹምን እታ ጓልን ተባሂሉ ወሪዱ ዘሎ ውን ሽም ፍጹም የለን ወይ ከኣ ካብዘን ሕጂ ረኣይወን እተን ናተይ ፔጅ ኣነ እዘን ናይ ፈይስቡክ ፔጀይ እታ ፈይስቡክ ኣካውንትን እታ ፈይስቡክ ፔጅን ቀይረ ይፈልጥኒ ኣየ ኣጋጣሚ ስእሊ ሲ ነዊሕ ዓመታት ቀይረ ይፈልጥኒ ስለዚ ክትርእይዎ ትኽእሉ ኢኹም ኣብኡ ኣሎ ድዩ ወይ ከኣ ኢንስትግራመይ ቀደም ሃክ ኮይና 2019 ሃክ ምስ ኮነት ምስ ጠፈእት ኣነ ኢንተረስት ስለ ዘይብለይ ኣብ ሶስያል ሚድያ ክመልሳ እንዳ ከኣልኩ ኣይመለስኩዋን ነዊሕ ዓመት ክልተ ዓመት ገለ ጠጠው ኢሉ ኔሩ ሕጂ ክልተ ሽሕን ዕስራን ሓደን መወዳእታ ሓዳሽ ኣካውንቲ ናይ ኢንስትግራም ረኪበ ኣውጺኤ ስለዚ ካብዚኤን ሰለስቲኤን ኣካውንት እንተ ሃልዩ ወይ ናተይ ተሌፎን ወይ ገለ እንተሃልዩ መራጋገጺ ቁሩብ ክንዛረበሉ ንኽእል ኢና ግን ወላ ሓደ ዘየለሲ ንመን ኣሚና ኢና ክሳብ ኣብዚ ደረጃ እዚ ኣብጺሕናዮ እዚ ነገር ብጣዕሚ ይሓዝን ነቶም ዘይበጻሕኹሞ ነቲ ነገር ቁሩብ እቲ ኣብኡ ዘሎ ዛንታ ክትንክፎ እንታይ ዝብል ሓንቲ ሓፍትና ምስ ፍጹም ዝተባህለ ስነጥበባዊ ዝብል ኣብ ኤውሮጳ ዝቕመጥ ኣብ እስራኤል ኮይናሳ ዝምድና ፍቕራዊ ዝምድና ጌሮም ቀጺሉ ኣብ ሰልዲ ምስዳድ በጺሖም እቲ ቀዳማይ ሰልዲ ምስዳድ ኣብ እንዳ ጓሓፍ ገዲፋቶ ሽዑ ብፐላሶ የርእየኪ ኣሎ ኢልዋ ሓደ ዓረብ እቲ ዓረብ ከኣ ተቐቢሉ ሰዲድሉ እዩ ዝብል እቲ ካልኣይ ምስዳድ እቲ ቀዳማይ ሓሙሽተ ሽሕ ድዩ ገለ እዩ ነይሩ፣ እቲ ካልኣይ ከኣ ሽዱሽተ ሽሕ ድዩ ገለ ወርቂ ክገዝኣላ ናብኣ ንኽኸይድ እመስለኒ ኣይተጠቐሰን፣ ብኸመይ እዩ ተሳዳዲዶ? እቲ ሳልሳይ ናብ ኣዲኡ ሓሚማ ሕክምና ክትገብር ኣብ ዩጋንዳ ዕስራ ሽሕ ዶላር ክትሰድድ ከም ዘለዋ፣ እቲ ዝተጠቐመሉ ንምስዳድ ከኣ መፈራርሒ ቪድዮ ናታ ከም ዝሓዘ እዩ ዝገልጽ። እሱ ውን ብቪድዮ ጌሩ ነብሱ ከም ዘርእያ ይገልጽ ስለዚ መፋራርሒ ጌሩ ዕስራ ሽሕ ከም ትሰደሉ ናብ ዩጋንዳ ጌሩ ሓፍቱ ክትቅበሎ ስለዚ ሓፍቱ ክትቅበሎ ኢላ ምስ ከደት ገጻ ተሸፊና እቲ ሓዋሉ ከኣ ኣይየፍቀደላን እቲ ገንዘብ ብከምኡ ምክንያት ይምለስ እሞ ዳሕራይ ተመሊሱ ኢሉ እውን ኣፋራርሓ። እሳ ሽዑ ዓቕላ ምስ ጸበባ ናብ ሓፍቱ ትድውል። ምስ ሓፍቱ ተረዳዲኤን እሳ ሓፍቱ እውን ኣብ ጎና ትኸውን መስለኒ በቲ ዝረኣኹዎ ጽሑፍ ክትሕግዛ ትፍትን ኣጆኺ ኣይትፍርሒ ወላ ሓደ ኣይገብርን እዩ ንስቒ ግን ኣፉ እዩ ዝዛረብ ዘሎ ኣነ ከኣ ክዛረቦ እየ ከምዚ ተኾይኑ ጠጠው በልኩሉ ገለ ኢላ ኣብ ጎና ከም ዝኾነት ትዛረብ እቲ ዝቐጽል ኣይካልእ ኣይዝክርን ክውርድ ምዃኑ እዩ ዝዛረብ ዝቕፅል እውን ከም ዘሎ እዩ ዝዛረብ ሓደ ንምንታይ እዩ እዚ ድራማ ድዩ ወይስ ሓንቲ ዝተቸገረት ሓፍትና ኣብ ምሕጋዝ እዩ ዘሎ እቲ ኣርእስቲ ምክንያቱ ቀዳማይ ክፋል ካልኣይ ክፋል ሳልሳይ ክፋል ንምንታይ እዩ ተደልዩ እንታይ እዩ እቲ ሰብ ጆሆ ንምሓዝ ወይ ከኣ እንታይ ድራማ እዩ ዝስራሕ ዘሎ ኣይርደኣንን እዩ ምኽንያቱ ሓደ ሰብ ኣብ ገበን ዝተሳተፈ እንተ ኣሎ ንዑኡ ንምቅላሕ ከኣ እንተ ተሲእኻ በቲ ዝጸረየ ጭብጢ ኢኻ ትብገስ በቲ ዝጸረየ ጭብጢ ተበጊስካ እዝን እዝን እዝን መርትዖ ኣሎ እዚ ሰብ እዚ ገበነኛ እዩ ኣብ ሕጊ ይቕረብ ካብ ሕጊ ዘኸፍእ ከኣ እቲ ጭብጢ ኣቕሪብካ ኣብ ቅድሚ ሕብረተሰብ ከተፈንፍኖን እቲ ዝተወገደ ሰብ ክትገብሮን ትኽእል። ቅድሚ'ዚ ግን ንምንታይ እዩ ተደልዩ ቀዳማይ ክፋል ካልኣይ ክፋል እንዳበልካ'ሲ ከም ድራማ እዚ ንሪኦ ዘለና። እቲ ሰብ ከኣ ሰዓቢ እዩ ከኣ ብጣዕሚ ኣነሲ ብጣዕሚ ይሓዝን ኣብ ምንታይ ኢና ንስዕብ ዘለና። ኦኬ ኮይኑ ተሪፉ እቲ መፍትሒ እዩ ኣገዳሲ። ሕጂ ውን እቲ እቲ ድራማ ንኸይቅጽል እቲ ሰብ ውን ኣብ ከምዚ ዓይነት ሓሸውየ ተጸሚዱ ኣብ ጽልእን ኣብ ሕማቕ ስምዒትን ካብ ዝህሉ ክንፈትሖ ዩ ዘለና ቀልጢፍና መፍትሒ ምስቲ ምስታ ገበን ተፈጺምዋ ዘሎ ሓፍትና ኣሎ ምስዚ ሓውና ዘቕርቦ ዘሎ ውን ኣሎ እቲ መፍትሒ ምኽንያቱ ጭብጢ ኣለና ዮም ዝብሉ ዘለዉ። ኣነ ከኣ ኣብዚ ጭብጢ እዚ እሱ ክቐርብ ደስ እብለኒ ግን ብዘይክኡ እውን ነጥቢ ብነጥቢ ክንዛረበሉ እንኽእላ ትንታነ የለን ኣብቲ ነገር ግን ሓንቲ እንታይ ፈለማ ኣብቲ ፍቕራዊ ናቶም ሂወት ዝኾነ ተሌፎን ምልውዋጥ ድዩ ናይ ቃል ድምጹ ሰሚዓ ድያ ምክንያቱ ቪድዮ ተራእዩ ይበሃል ቪድዮ ከ ገጹ ሪኣቶ ድያ ፍጹም ምዃና ኣራጋጊጻ ድያ መረጋግጺ ኣሎ ድዩ እዚ ኣሎ ግን እዚ ኩሉ ኣብ ኣብዚ ትንታነ እዚ ከይኣተና በቲ ክኸውን ዝኽእል ተሌፎን እንተሎ እዚ ተሌፎን እዚ ተሰዲዱ ፍጹም ምዃኑ ኣብ ዝኾነ ዓዲ እንተሎ ክረጋገጽ ይኽእል እዩ በዚ ተሌፎን እዚ ምክንያቱ ተሌፎን ብዘይ ዝኾነ ሽም ማለትሲ መን ሒዝዎ ስለ ዝፍለጥ ግን ከም ዝተደዋወልካ ገለ ገለ ከኣ ገለ ጭብጢ ከኣ ክመጽእ ኣለዎ ዝኾነ ጽሑፍ ዝኾነ ድምጺ ዝኾነ ነገርሲ ምስዛ ሓፍትና ዝተመላለስዎ መልሲ ገለ ዋላ ሃሳስ ይኹን ጭብጢሲ ክመጽእ ኣለዎ ይብል ግን ኣብዚ ከይበጻሕና ውን ኣብታ መጠረሽታ ንኺድ ደሓን። ምክንያቱ ኣብታ መጠረሽታ እንታይ ዝብል ገንዘብ ንዩጋንዳ ምሰደደ ገለ ገለ ዝብል ስሎ ስለዚ ናብ ዩጋንዳ ገንዘብ ክስደድ ከሎ ቴሌፎንን ሽምን ናይቲ ሓፍተይ ትበሃል ደላ ክመፅእ ክትሰድድ ኮላ ቴሌፎንን ሽምን ሒዘያ ክትሰድድ ስለዚ ኣብ ዩጋንዳ ከዓ ቴሌፎን ክወሃብ ከሎ ሓደ ሰብ ብዘይ ዝኾነ ናቱ ፓስፖርት ድዩ ኣይዲ ካርድ ድዩ ብዘይ ብኡ ኣይወሃብን እዩ ነዊሕ ዓመታት ኣሎ ኣነ ዩጋንዳ ጽቡቅ ጌረ ፈልጦ እየ እቲ ሕጊ ዩጋንዳ ውን ብመጠኑ ይፈልጦ እየ ስለዚ ቴሌፎን ነዊሕ እዋን ኣሎ ስቅ ኢልካ ኣይወሃብን እዩ ንሓደ ሰብ እዛ ሓፍተይ ተቀቢላ እንተ ኮይና ሓፍቲ ውን እንተለና ኣብ ዩጋንዳ ማለት እዩ ተቀቢላ እንተ ኮይና ሽማ ኣሎ ቴሌፎን ኣሎ ተወሓደ ማለት እዩ ዋላ ኣይትቀበሎ እሞ ግን ደዊሉ ክጽውዓ ከሎ እቲ ሓዋሊ እቲ ወሃቢ ገንዘብ ተሌፎን ኣለዎ ማለት እዩ እታ ሰብ ውን እዛ ሓፍትና ውን ክትሰደላ ኮላ ነታ ሓፍቲ ፍጹም ትብሃል ዘላ ተሌፎን ኣለዋ ማለት እዩ ተሌፎንን ሽምን ስለዚ እዛ ተሌፎን ሽምን ኣብዛ ሎም መዓልቲ እንተ ወሪዳ ከማን እኹል መረጋገጺ እዩ እሳ ኣነ ኣይኮንኩን እብላ ኣለኹ እሳ ነዛ ሰብ በዛ ተሌፎና ጌራ ኣብ ዩጋንዳ መን ምዃና ንኽትፈልጥ ጸገም ኣይኮነን ኣነ ኣብዚ ነገር እዚ ዘይተጨበጠ ነገር ጊዘይ ከጥፍእ ኣይክእልን እየ ስቕ ኢለ ስቕ ኢለ እውን ሰባት ክብል ደድሕሪ ንፋስ ክኸይድ ኣይክእልን ግን ኣብ ሽወደን ከማን እዝን እዝን ኣሎ ጭብጢ እንተ ተባሂሉ ኣነ ዘየጻርየሉ ምኽንያት የብለይን ካብ ክልተ ሽሕን ዓሰርተ ሸውዓተን ጀሚረ ኣነ ኣብዚ ዓዲ እዚ ትካል እየ ምዝጉብ ትካል እየ መንግስቲ ዝፈልጠኒ ትካል እየ ጠበቓይ ኣለኒ ኩሉ ናይ ሕጋዊ መስርሕ ዝኽተል ሰብ እየ ስለዚ ብሽመይ እውን ስለ ዝግበር ዘሎ እዚ ነገር ኣብ ሽወደን ኮይኑ ብሓዋላ መልክዕ ዝተቐባበለሉ ገለ ንእሽተይ ዋላ ሃሳስ ነገር እንተሎ ድዩ ተሌፎን ምዝርራብ እንተሎ ድዩ ተሌፎን ቁፅሩ ብልክዕ ተዛራሪባቶ ትፈልጥ ተሌፎን እንተሎ ድዩ ገለ ሓንቲ ንእሽተይ ሃሳስ ዋላ ጭብጢ ይደሊ ዝኾነ እንተሎ ኣነ ጭብጢ ሒዘ ክገብሮ ዝኽእል ነገር እንተሎ ኦኬ ፅቡቕ እዩ ይፅበ እንተዚ ኮይኑ ግን ተወሓደ እዛ ናይ ዩጋንዳ ተሰዲዳትሉ ዘላ ሓብቲ ፍፁም እዚ ብቀሊሉ ክርከብ ይከኣል እዩ ማለት እዩ። እሳ መን እዩ ገንዘባ ዝጻወተሉ ዘሎ ክትፈልጥሲ ቀሊል እዩ። እቲ ነዚ ነገር እዚ ሓቂ ከብጽሖ ዝደሊ ከማን በዛ ናይ ዩጋንዳ ሽምን ተሌፎንን ጌሩ መን እያ እዛ ሰብ ክፈልጥ ይኽእል እዩ። እታ ሰብ ከኣ ሽዑ ነቲ ፍጹም ዝበሃል ዘሎ ኣነ ድየ ካልእ ፍጹም ድዩ ብዘየገድስ ከተምጻልና እያ ማለት እዩ። ስለዚ እዚ ክብል እደሊ እዚ ጊዘ ዘድልዮ ኣይመስለንን ነዚ ሓቂ እዚ ክጋላህ ሎሚ ጭብጢ እንተሎ ክወርድ ይኽእል እዩ ሰብ ገገጎኑ ክስከም ምእንቲ እንተዘይኮይኑ ግን ኣነ ሓንቲ ክላበወኩም ዝደሊ ኣብዚኣ ሕጂ እውን ኣብ ሓሸውየ እንተ ቀፂሉ ጭብጢ ዘየለ ኣነ መፅየ ክዛረብ ኣይትፀበዩኒ ምክንያቱ ከምቲ ናይ ኩሉ ሰብ ሂወት ሂወት ኣለኒ ስራሕ ኣለኒ ስለዚ ኣብ ሓሸውየ ኣብ ዘዝመፀ ሓሸውየ ክሳተፍ ኣይክእልን እየ ሕጂ እውን ጭብጢ እንተዘየለ ተመሊሰ ብዛዕባ እዚ ነገራት ክማሳኸር ገለ ገለ ኣይትፀበዩኒ ዋላ እንተተሰርሐ እውን ብዙሕ ነገራት ክሳብ ፅቡቕ ጭብጢ እንተዘይመፅዩ ዘዝመጸ ነገራት ክዛረብሉ ይክእል እየ ግን ሎሚ ዋላ ኣብ ዝሓጸረ እዋንሲ ትጽቢት ኣየድልዮን እዩ እዚ እቲ ኣሎ ጭብጢ ዝበሃል ዘሎ ይውረድ እዚኣ እያ እታ መፍትሒ ንምንታይ እቲ ሰብሲ ከምኡ ገይሩ ሒዝዎ ኣሎ ነዚ ጉዳይሲ ኣይርዳእንን እዩ እንታይ እዩ ናበይ ክንክበጽሕ መይቢ ነዚ ሰብ ጫፍ እንዳትሓዝካ ጫፍ እንዳትሓዝካ ናብ ጽልኢ ከተእትዎ እሞ ፍጹም ዝበሃል ሰብ ኣብ ጽልኢ ጸኒሑ ሽዑ ዳሕራይ ንእሽተይ ነገር ኣምጺኻ ኣርእይ ተብሎ እሞ ክተኣማመን እዩ ሽዑ ፍጹም ፎእ ክበሃል ገለ ካልእ ነገራት ካልእ ዕላማ ይስራሕ እንተሎ ኣነ ጸገም የብለይን ስራሕኹም ስርሑ ኣነ ክልተ ሰብ ውን እንተኾኑ ሰማዕቲ እንተለዉኒ ኣብ ስነጥበባዊ ጉዕዘይ ዕጉብ እየ። ስለዚ መወዳእታ ንኹሉ ህዝቢ ይቕሬታ እንዳሓተትኩ ኣብ ከምዚ ሓሸውየ ብሽመይ ክኣቱ ምኽኣሉ ቢ ብሽመይ ይብል ኣለኹ ኦፍኮርስ ብሽመይ እዩ እንተ እዚ ነገራት እዚ ንብሎ ዘለና ቴሌፎን ናባይ ደዊሉ ገለሲ ኦፍኮርስ ብሽመይ እዩ ማለት እዩ ስለዚ ብዘየገድስ እውን ሽመይ እውን ፍፁም እውን እንተዘይኮይኑ ካልእ ፍጹም ውን እንተኾነ ኩሉ ሓደ ኢና ንብል። ምኽንያቱ እቲ ኣገዳሲ ኣብዚ ንዓይ ዘገድሰኒ ዘሎ እቲ ነገር ንምንታይ ተገይሩ እዚ እዚ ዝበሃል ዘሎ ንምንታይ ተፈጢሩ ገለ ገለ ዘይኮነ ንምንታይ ህዝቢ ጭብጢ ከይሓዘ ሰዓቢ ናይ ሓደ ሰብ ኮይኑ ንምንታይ እንታይ እዩ እንታይ እዩ ተፈጢሩ ዘሎ ስለዚ ቀልጢፉ እዚ ነገር እዚ ክፍታሕ እንተ ተደልዩ በቲ ሒዝዎ ዘሎ ጭብጢ ኣብ ሓፂር ሰዓት ይውፃእ ሓንቲ ኣብዚ ከእትዋ ዘይደሊ ፈለማ እዚ ነገር እዚ በቲ ሓቂ መንገዲ ክውዳእ እንዴት ደልዮ እታ ሓፍትና እውን እቲ ኣብ ልዕሊኣ ዝወረደ በደል እንተድኣ ብልክዕ ኮይኑ እቲ በደላ ክትከሓስ እንድየ ዝደልያ ስለዚ ኩሉ ነገር ብፅቡቅ ክውዳእ እየ ዝደልዮ እንተዘይኮይኑ ግን እቲ ነዚ ነገር እዚ ዝገበረ ኣነ ሓንቲ ሰዓት እውን ትኹን ምስ ሓወይ ኣብ ሕግን ኣብ ገለን ኣብ ቂምታን ክሳተፍ ኣይደልን ግን ንዝኾነ ዝገብሮ ነገር ሓላፍነት ተሰሚዕዎ እንተዘይገይርዎ ብሕግን ብኣካልን ክንተሓታተተሉ ንኽእል ኣገባብ ከም ዘሎ ክዝንጋዕ የብሉን። ምክንያቱ ኣብዚ ቀዳማይ ዓለም ኢና ዘለና ኩላህና እዚ ክርሳዕ ኣይደልን። ዝኾነ ሰብ ኣብዚ ነገር እዚ ዝሳተፍ ሓላፍነት ተሰሚዕዎ ክሳተፍ ኣለዎ። ብዙሕ ተገይሩ እንድዩ ኣነ ክጽብጽቦ ይክእልን እየ ከምዚ ኣጋጣሚታት ዝሓለፈ ብዛዕባ ፍጹም ክጽብጽቦ ይክእልን እየ ካብ 2016 ጀሚሩ ነዊሕ እዋን ሲ ኣብ ከምዚታት ገልጠምጠም ነይሩ እዩ ነፍሲ ወከፍ ገልጠምጠም ኢደይ ክእትወሉ ኣይመርጽን እየ ነይረ። ብዙሕ ዘእተኹሉ ኢደይ የለን። ሓደ ሓደ ነገራት መጽየ ክምልሰሉ ዝተገበኣኒ ነገራት ነይሩ። እዚ ናይቲ ሰብ ሕቶ እዩ። ተደልዩ እመን ተደልዩ ኣይእመን ኣነ ደቂሰ ጥራይ ይሕደር እየ ዝብል ሕልናይ ክወቕሰኒ ይብሉን ግን ነብሲ ወከፍ ሰብ ኣብ ከምዚኢታት ክሳተፍ ከሎ ኣነ ስለ ዘይደሊ እየ ናብቲ ምስ ሓውካ ኣብ ካልእ ነገራት ምብጻሕ ገለ እምበር ኣሎ ሕጊ መቀራረቢ ስለዚ ሓላፍነት ክወስድ ኩሉ ሰብ ይላቦ